ሰላም ክቡራት ተኸታተልቲ ሎመዓልቲ ኣብ ላይት ኢኖቬቲቭ ሃብ ኢንስቲትዩትና ዘለና እዚ ኣብ ካምፓላ ናይ ትምህርቲ ኣገልግሎት ዝወሃበሉ እዩ ስለዚ ዝበዝሕ ግዘ እንታይ ከም ትሓቱኒ ብ ካናዳ መስለኩም ኣብ ካምፓላ ኮናስ ኣብ ኣፍሪቃ ኮናስ እንታይ ክንምሃር ንኽእል ወይ ኣበይ ናይ ኢንስቲትዩት ንዓይ ብፍላይ ቤን ኣበይካ ተማሂርካ ኢልኩም ትሓቱኒ ሕጂ ኣነ ኣብ ኡጋንዳ ከለኹ እየ ተማሂረ ኣነ ክምሃር ከለኹ እዚ ቤት ትምህርቲ እዚ ኣይነበረን እንተኾነ ግን እዚ ቤት ትምህርቲ እዚ እቲ ኣነ ዝተምሃርክዎ ንኣብነት ኣውቶሞቲቭ ቴክኒሽን ኣብዚ ከዓ ናይ ኦቶ ሜካኒክ ቤት ትምህርቲ ኣሎ ካልእ ናይ ሄቪ ትራክ ግሬደር ፎርክሊፍት ኤክስካቬተር ሎደር ዝተፈላለየ ትምህርቲ እዮም ዝህቡ ኣነ ንባዕለይ ተዘይመሃር ነረ ኣብ ኣፍሪቃ ድሓር ኣብ ካናዳ ከይደ እዚ ኦቶሞቲቭ ቴክኒሻን ክውድእ ኣይ ከቢድ እዩ እቱ ኢልካ ኣብ ስራሕ ክትኣቱ ትኽእል ኒኻ ከምቲ ኩሉ ዘንፈልጦ ዝኾነ ሰብ ካናዳ እቱ ምስ በለ ኖርማል ኣብ ስራሕ ይደኣቱ ኣብ ብፅሪ ኣቱ ስኪል ተለካ ግን ልክዕ ታየር ቴክኒሻን ኮንካ ትጅምር እዚ ናይ ኦቶ ቴክኒሻን ክእለት ነይሩካ ማለት እዩ እዚ ትሪኦ ዘለኹም ኢንስቲትዩት ከም ንዓና ኣብዚ ላይት ኢኖቬቲቭ ሃብ ኢንስቲትዩት ዝበሃል ከምሳ ዘለኹም ዚኣስ ላይቭ መኪና እያ ዘላ ኣብዚ ካልእ ናይ ሄቪ ማሽነሪ ኮርሳት ናይ ሃንዲማን ኮርሳት ሄልት ኬር ኮርሳት ዝተፈላለዩ ኮርሳት እዮም ዝህቡ ገለገለ ከዓ ከም ንኣብነት ኣብዚ ልዕሊ 25 ዝኾን ኮርሳት ኣሎ ናይ ኣካውንቲን ሆቴል ማኔጅመንት ካሽየር ናይ ፎሬክስ ኣይቲ ፕሮግራሚን ዲጂታል ማርኬቲንግ ካሜራ ቪድዮ ኤዲቲን ነርሲን ሄርካት ቴይለሪንግ ካር ድራይቪን ቤዚክ ኮምፒተር ከምኡውን ቋንቋ እንግሊዝ ቋንቋ ኢንግሊዝን ኦቶ ቴክኒሻን ተማሂርካ መጺኻ ማለት ካብ ኡጋንዳ ድሓር ኣብ ካናዳ ምስ መጻኻ ላይፍ ብጣዕሚ እዩ ዝድኾን እዚ ኢንስቲትዩት ራይዎ ብዙሕ ትምህርቲ እዮም ዝገብሩ ብዚ ባይዘወይ ኣነ ብቲክቶክ የርእዮ መጀመርታ ካምፓላ ካብ መጻኹ ግን ኦኬ ዘይሪኦ እዚ ትምህርቲ ዝቦ ዘለውስ ደይ ቸክ ደይ ገብሩ ኢለ መጽ ኦብስሊ ከዓ ፌር ኮይኖም ፍሬንድሊ ኮይኖም ጸኒሖም ኦኬ ኢሎምኒ ማለት እዩ ሶ ብዙሕ ክትምሃሩ ትኽእሉ ኢኹም ኦፊስ እዚ እዩ ኦፊስ እዚ እዩ ሶ መፂኹም ተመዝገቡ ተምሃሩ ንዓኹም ከዓ ክጠቕመኩም እዩ ብፍላይ እዞም ካብ ካምፓላ ስታይ ተማሂርና ክንመፁ ትብሉ ኣብዚ ኢንስቲትዩት እዚ እንተወሓደ እቲ ትደልይዎ ትምህርቲ ክትረኽቦ ትኽእሉ ኢኹም ካብ ቤኒ ሚድያ እዚ ወድሓንኩም